ኣብ መንጎ ጓል ኣንስተይትን ወዲ ተባዕታይን ዘሎ ርክብ ኣብ ምክብባርን ምትእምማንን ዝተመስረተ ክኸውን ይግባእ። ቃላት ከምቲ ዝሃንጹ ከምኡ ድማ ከፍርሱ ይኽእሉ እዮም። ሰላም እዚ ቻናል ስነ ልቦና እዩ እዚ መደብ ዘሰናደእልኩም ድማ ኣነ ሓፍትኩም ሊድያ እየ ነዚ ቻናል ሓድሽ እንተኮይንኩም ሰብስክራይብ ግበሩ። ሓንቲ ጓል ኣንስተይቲ ንወዲ ተባዕታይ ክትዛረቡ ዘይብላ ሸውዓተ ነገራት ኣለዉ ብፍላይ እታ ሻድሸይቲ ነጥቢ ፍጹም ክትዛረብ የብላን ቀዳማይ ብሰብኣውነቱ ወይ ብቕዓቱ ምጽራፍ፣ ሰብኣይ ዲኻ ወይ ከም ሰብኣይ ክትሰርሕ ኣይትኽእልን ኢኻ ዝኣመሰሉ ቃላት ንሞራል ወዲ ተባዕታይ ኣዝዮም ዝሰባብሩ እዮም። ሰብኣይ ብባህሪኡ ክኽበርን ብቕዓት ከም ዘለዎ ክንገሮን ይደሊ። ወዲ ተባዕታይ ካብ ሰበይቱ ዝደልዮ ዝዓበየ ነገር ፍቕሪ ጥራይ ዘይኮነስ ክብሪ እዩ። ሰብኣውነት ማለት ንዕኡ እንታይ ማለት እዩ? ንሓደ ወዲ ተባዕታይ ሰብኣውነቱ ማለት ስጋን ደምን ጥራይ ዘይኮነስ መንነቱ፣ ክብሩን ናይ ህይወት ትርጉሙን እዩ። ሰብኣይ ካብ ንእስነቱ ጀሚሩ ጠንካራ ክኸውን፣ ክከላኸል፣ ክመርሕን ጸገማት ክፈትሕን ተባሂሉ እዩ ዝዓቢ። ስለዚ ሓንቲ ጓል ሰብኣይ ኣይኮንካን ክትብሎ ከላ ነቲ ካብ ንእስነቱ ሃኒጽዎ ዝመጸ መንነት እያ ባዶ ኢኻ ትብሎ ዘላ። ሰብኣይ ዲኻ? ዝብል ሕቶ፣ እዚ ቃል እዚ ንቡር ሕቶ ዘይኮነስ ናይ ስምዒት ቅትለት እዩ። ሓደ ሰብኣይ እዚ ቃል እዚ ምስ ተባህሉ ዝስምዖ ነገራት፣ ናይ ትሕትና ስምዒት፣ ኣነ ንዓኺ ንምሕጓስ ብቑዕ ኣይኮንኩን ዝብል ስምዒት ይሓድሮ። ሓደ ሰብኣይ ብሰብኣውነቱ ምስ ተናዓቐ፣ ካብታ ጓል ብመንፈስ ክርሕቕ ይጅምር፣ ካብ ተደፈርኩስ ምርሓቕ ይሓይሽ ኢሉ ስምዒቱ ይዓጹ። ሰብኣይ ክሰርሕ ይኽእል እየ፣ ክኣልን ክሕግዝን ይኽእል እየ ዝብል እምነት ክህልዎ ይደሊ። ሓንቲ ጓል ንስኻ እኮ ክትሰርሕ ኣይትኽእልን ኢኻ ወይ ፋይዳ የብልካን ክትብሎ ከላ ነቲ ኣብ ውሽጡ ዘሎ ናይ ምስራሕን ናይ ምሕጋዝን ድሌት ትቐትሎ እያ። ንሱ ኣገዳሲ ከም ዘይኮነ ምስ ተሰምዖ ንዓኺ ንምሕጓስ ዘለዎ ተበግሶ ይጠፍእ። ሰብኣይ ኣብ ቅድሚ እታ ዝፈትዋ ጓል ከም ጅግና ክረኣ ይደሊ። ጅግና ማለት ድማ ኩሉ ዝፈልጥ ማለት ዘይኮነስ ንዓኺ ዘድልየኪ ነገር ከማልእ ዝጽዕርን ዝሕልወክን ማለት እዩ። ኣብ ክንዲ ሰብኣይ ድኻ ትብሊ ኣነ ብኣኻ እተኣማመን እየ እንተ ኢልክዮ ዘይከኣል ነገር ክገብር ይፍትን። ኣብ ክንዲ ክትሰርሕ ኣይትኽእልን ኢኻ ትብልዮ በዚ ነገርዚ ክትሕግዘኒ ትኽእልዶ እንተ ኢልክዮ ክብርን ሓላፍነትን ይስምዖ። ሰብኣይ ከም ሓደ ዓቢ ህንጻ እዩ። ምክብባር ከትመሰርት ናይቲ ህንጻ እዩ። ሓንቲ ለባም ሰበይቲ ንሰብኣያ ብቓላታ ትሃንጾ። ሓደ ወዲ ድኹም ጎኒ ክህልዎ ይኽእል እዩ፣ ኩሉ ሰብ ኣለዎ። እንተኾነ ግን ንሰብኣውነቱ ከይነቐፍኪ ነቲ ጌግኡ ክትእርምዮ ትኽእሊ ኢኺ። ንኣብነት፣ እዚ ነገር እዚ ንስኻ ክትገብሮ ከለኻ ዝያዳ ጽቡቕ ይኸውን፣ ግን ስለምንታይ ሎሚ ከምዚ ጌርካዮ? ምባልን ከም ሰብኣይ ክትሰርሕ ኣይትኽእልን ኢኻ ምባልን ሰማይ ምድርን ፍልልይ ኣለዎም። ንሓደ ሰብኣይ ሰብኣይ ድኻ ምባል ንሓንቲ ጓል ጽብቕቲ ኣይኮንክን ወይ ድማ ንኣዶነት ኣይትበቕዕን ኢኺ ካብ ምባል ንላዕሊ እዩ ዝጎድኦ። ሓደ ሰብኣይ ብሰበይቱ ክኽበርን ብቕዓት ከም ዘለዎ ክእመንን እንተድኣ ጌርክዮ ንሱ ድማ ህይወቱ ክሳብ ምሃብ ዝበጽሕ ፍቕርን ተኣማንነትን ክህበኪ ድሉው ይኸውን። ክብሪ ወዲ ተባዕታይ ኣብ ኢድኺ እዩ ዘሎ፣ እንተኽቢርኽዮ ይዓቢ እንተኒዕኽዮ ድማ ይወድቕ፣ ንስኺ ድማ ምስ ሓደ ዓቢ ሰብኣይ ክትነብሪ እምበር ምስ ሓደ ዝተሰበረ ሰብኣይ ክትነብሪ ኣይትደልይን ኢኺ፣ ስለዚ ቃላትኺ ንኽብሩ ዝሕልዉ ይኹኑ። ካልኣይ፣ ንወለዱ ወይ ስድርኡ ምንዓቕ፣ ስድራኻ ከምዚ እዮም ወይ ኣዴኻ ክፍእቲ እያ ኢልኺ ንስድርኡ ክትጸርፊ የብልኽን፣ ሰብኣይ ንስድርኡ ዘለዎ ፍቕሪ ዓቢ ስለ ዝኾነ ንዓቶም ምጽራፍ ንዕኡ ከም ምጽራፍ እዩ ዝቑጸር፣ ንወለዱ ወይ ንስድርኦምን ዓቕን ምጽራፍን ሓደ ካብቶም ንሓደ ጥዑይ ርክብ ዘፍርሱን ንልቢ ሰብኣይ ቀልጢፎም ዝሰብሩን ጌጋታት እዮም። ንወለዱ ክትጸርፊ ከለኺ ንመንነቱ፣ ንታሪኹን ነቲ ሎሚ ኮይንዎ ዘሎ ሰብን ኢኺ ትጸርፊ ዘለኺ። ስድራኻ ሕማቓት እዮም ምባል ንስኻ'ውን ካብ ሕማቕ ዓሌት ዝወጸኻ ኢኻ ከም ማለት እዩ። ብርግጽ ሓደ ሓደ ግዜ ወለዱ ወይ ኣዝማዱ ንዓኺ ጽቡቕ ዘይገበርልኹ ክኾኑ ይኽእሉ እዮም። ምስ ሰብኣይኪ ኮይንኪ ግን ነዚ ጸገም እዚ ብብልሓት ክትፈትሕዮ ትኽእሊ ኢኺ። ኣዴኻ ወይ ሓፍትኻ ከምዚ ክትብለኒ ከላ ኣዝዩ ጎዲኡኒ እዩ፣ ከመይ ጌርና ነዚ ነገር እዚ ክንፈትሖ ንኽእል? ንወለዱ ክትጸርፊ ምስ እትጅምሪ፣ ንሱ እውን ብተራኡ ንወለድኺ ዝነቕፈሉን ዝጸርፈሉን ዕድል ትኸፍቲ ኣለኺ። እዚ ድማ ነቲ ሓዳር ናይ ፍቕሪ ቦታ ዘይኮነስ ናይ ቃላት ኲናት ዝካየደሉ መድረኽ ይገብሮ። ስድራ ቤት ሰብኣይኺ ስድራኺ እዮም። ንዓቶም ምኽባር ማለት ንሰብኣይኺ ምኽባር ማለት እዩ። ጸገማት ምስ ዝህልዉ እውን ነቲ ጸገም ካብቲ ሰብ ፈሊኺ ብምርኣይ ብብልሓትን ብፍቕርን ምዝርራብ ይሓይሽ። ሓደ ሰብኣይ ሰበይቱ ንስድርኡ ብፍቕሪ ክትሕዝን ክተኽብርን ምስ ዝርኢ ንዓኣ ንግስቲ ናይቲ ቤት ገይሩ እዩ ዝርእያ። ሰብኣይኺ ትፈትውዮ እንተድኣ ኮይንኪ፣ ነቶም ንዕኡ ፈጢሮም ዘዕበዩሉ ሰባት እውን ኣኽብርሉ። ቃላትኺ ንስድርኡ ዝምርቑ እምበር ዝረግሙ ኣይኹኑ። ሳልሳይ፣ ብዛዕባ ኣታዊኡ ወይ ስርሑ ምንእኣስ። ክንደይ ትረክብ ኢኻ እሞ ወይ ስራሕኻ ፋይዳ የብሉን ምባል ንሓደ ወዲ ተባዕታይ ከም ዘይረብሕ ከም ዝስምዖ ይገብር። ኣብ ክንድኡ ብዘለዎ ተተባብዕዮ ይሓይሽ። ብዛዕባ ኣታዊኡ ወይ ስርሑ ምንእኣስ ንሓደ ሰብኣይ ካብ ዝወረዶ መጥቃዒታት እቲ ዝኸበደን ዝዓሞቖን እዩ። ኣብ ባህልና ኣብ ስነኣእምሮ ወዲ ተባዕታይ ሰብኣይ ማለት ኣላይ ወይ ቀላቢ ማለት እዩ። ንሓደ ሰብኣይ ስርሑ ማለት ገንዘብ መምጽኢ ጥራይ ዘይኮነስ መንነቱ፣ ክብሩን ኣብቲ ሕብረተሰብ ዘለዎ ቦታን እዩ። ስርሑ ክነዓቕ ከሎ ንስኻ ከም ሰብኣይ ክትቕልብን ክትኣልን ኣይትኽእልን ኢኻ ዝብል መልእኽቲ እዩ ዘመሓላልፍ። እዚ ድማ ንውሽጣዊ ሓይሉ የፍርሶ። ሓደ ሰብኣይ ንመዓልቲ ሸሞንተ ወይ ዓሰርተ ክልተ ሰዓታት ደኺሙ ጽዒሩ ዝመጽእ ንስድርኡን ንሰበይቱን ዝሓሸ ህይወት ንምሃብ እዩ። ሰበይቱ ሒዝካዮ ዝመጻኻስ እንታይ ፋይዳ ኣለዎ ክትብሎ ከላ እቲ ንዓኣ ንምሕኳስ ዝነበሮ ተበግሶ ይመውት። ገንዘብ ክውሕድ ይኽእል'ዩ፣ እቲ ጻዕሪ ግን ክነዓቕ የብሉን። ሰብኣይ ሓብተይ እኮ ክንድዚ ይረክብ እዩ ወይ ጎረቤትና እኮ ሰሪሑ ተቐይሩ ዝኣመሰሉ ዘረባታት ንሰብኣይኺ ከም ተሸናፊ ከም ዝስምዖ ይገብሩ። ሰብኣይ ኣብ ቅድሚ ሰበይቱ ኩሉ ግዜ ቀዳማይን ጅግናን ኾይኑ ክረኣ ይደሊ። ምስ ካልእ ክወዳደር ከሎ ግን ኣብ ቅድሚኣ ዘለዎ ግርማ ይወርድ፣ እዚ ድማ ናብ ናይ ትሕትና ስምዒት ይመርሖ። ኣታዊኡ ንእሽቶ እንተኾይኑ ወይ ስርሑ ዘየዕግብ እንተኾይኑ ንዕኡ ንምቕያር ጸርፊ ዘይኮነስ ምትብባዕዩ'ቲ መፍትሒ። ኣብ ክንዲ ምንእኣስ ብዘለካ ጻዕሪ ኣዝየ ዘኽብረካ፣ ሓቢርና ድማ ካብዚ ንላዕሊ ክንበጽሕ ከም እንኽእል ይኣምን'የ በልዮ። ኣፍልጦ ሃቢ፣ እቲ ንስኻ ተምጽኦ ዘለኻ ገንዘብ ንቤትና ክንደይ ከም ዝሕግዘና ትፈልጥ'ዶ? ኢልኪ ሞራሉ ኣልዕልዮ። ሓቢሩ ክወጥን እዩ። ብኸመይ ኣታዊታትና ክንውስኽ ንኽእል ኢልኺ ከም መሻርኽቲ ኣዘራርብዮ። ሓደ ሰብኣይ፣ ሰበይተይ ብዓይኒ ክብሪ ኣትርእየኒ ኢሉ ምስ ዝኣምን፣ ንዓኺ ዝበለጸ ህይወት ክህበኪ ድሕር ኣይብልን እዩ። ራብዓይ፣ ንሱ ዝፈትዎም ነገራት ምንእኣስ። ናይ ሰብኣይ ህይወት መብዛሕትኡ ግዜ ብሓላፍነት፣ ብጻዕርን ብውጥረትን ዝመልአ እዩ። ንሱ ዝፈትዎም ነገራት፣ ንኣብነት ኩዕሶ ምርኣይ፣ ምስ ኣዕሩኽቱ ምውጋዕ ወይ ገለ ነገር ምጽጋን ንዕኡ መተንፈሲኡ እዮም። ከምቲ ሓደ ትኪ ዝመልኦ ገዛ መስኮት ምስ ተኸፈተሉ ዝትንፍስ፣ ሰብኣይ እውን ካብቲ ናይ መዓልታዊ ህይወት ጸቕጢ ንምርግጋዕ ናብዞም ነገራት ክኸድ ይኽእል እዩ። እዚ ነገርዚ ከንቱ እዩ ክትብልዮ ከለኺ ክተተንፍስ የብልካን ከም ምባል እዩ። ግዜኻ ካብ ምጥፋእ ስራሕ ኣይትሰርሕንዶ ወይ ካብዚ ኩዕሶ ምርኣይስ ገለ ነገር ኣይትገብርንዶ ምባል ንዕኡ ከም ሰነፍ ጌርኪ ከም ትቖጽርዮ የርኢ። ዕረፍትን መዘናግዕን ምጥፋእ ግዜ ዘይኮነስ ንኣእምሮ ዳግማይ ንምሕዳስ ኣገዳሲ እዩ። ሓደ ሰብኣይ ኣብቲ ዝፈትዎ መዘናግዒ ግዜኡ ኣሕሊፉ ክመጽእ ከሎ ዝያዳ ሕጉስን ንዓኹ'ውን ፍቕሪ ንምሃብ ዝተዳለወን ይኸውን። ነቲ ዘሐጉሶ ነገር እንተ ነፊግክዮ ግን ሕርቃንን ጭንቀትን ሒዙ እዩ ናባኺ ዝመጽእ። ነፍሲ ወክፍ ሰብኣይ ናቱ ዝኾነት ንእሽቶ ዓለም ኣለዎ። ኣብታ ዓለም እቲኣ ንሱ ንጉስ እዩ። ንኣብነት ሓደ ጸወታ ክጻወት ከሎ ወይ ብዛዕባ ስፖርት ክመያየጥ ከሎ እቲ ዓወት ናቱ ኮይኑ እዩ ዝስምዖ። ነዚ ነገር'ዚ ትርጉም የብሉን ክትብልዮ ከለኺ ነቲ ንሱ ዝረኸቦ ንእሽቶ ሓጎስ ትሰርቂ ኣለኺ። ሓንቲ ለባም ሰበይቲ ሰብኣያ ዝፈትዎ ነገር እኳ እንተ ዘይፈተወት፣ ንሱ ስለ ዝፈትዎ ግን ትድግፎ እያ። ተገዳስነትኺ ኣርእዮ። ሎሚ ጋንታኻ ተዓዊታዶ? ወይ እዚ ትጻወቶ ዘለኻ ጸወታ ከመይ'ዩ? ሓተትዮ። እዚ ማለት ንሓጐሱ ትካፈሊ ኣለኺ ማለት'ዩ። እዛ ሰዓት እዚኣ ናይ ኩዕሶኻ ሰዓት ስለ ዝኾነት ኣይርብሸካን እየ በልዮ። ንሱ ድማ ነዚ ክብርኺ ዓቢ ዋጋ ክህበሉ እዩ። ሓቢርኩም ተዘናግዑ። ሓደ ሓደ ግዜ ንሱ ዝፈትዎ ነገር ምስኡ ኴንኪ ክትገብርዮ ፈትኒ። እዚ ኣብ መንጎኹም ዘሎ ፍቕሪ የጠንክሮ። ሓምሻይ፣ ብዛዕባ ኣዕሩኽቱ ሕማቕ ምዝራብ። ሓደ ሰብኣይ ኣዕሩኽቱ ክመርጽ ከሎ ብመንነቱ፣ ብዝፈትዎም ነገራትን ብናይ ሓባር ታሪኽን ተሳሒቡ እዩ። ንዕሮቱ ኣይረብሑን እዮም ክትብልዮ ከለኺ ንዕኡ ምርጫኻ ሕማቕ እዩ ወይ ጽቡቕን ሕማቕን ክትፈሊ ትብልዮ ኣለኺ ማለት እዩ። እዚ ድማ ንኣእምርኡን ንክብሩን ከም ምንዓቕ እዩ ዝቑጸር። ንወዲ ተባዕታይ ዓርኪ ማለት ካልኣይ ሓዉ ማለት እዩ። ምስ ዕሩኽቱ ዘለዎ ርክብ ካብቲ ምሳኺ ዘለዎ ናይ ፍቕሪ ርክብ ዝተፈልየ ናይ ሕውነት ስምዒት ዝህቦ እዩ። ኣብኡ ሚስጥሩ የካፍል፣ ይጻወት፣ ካብቲ ናይ ሓዳር ወይ ናይ ስራሕ ጸቕጢ ድማ ይዓርፍ። ነዚ ርክብ'ዚ ክትሰብርዮ ክትጽዕሪ ከለኺ፣ ንሓደ ኣገዳሲ ኣካል ህይወቱ ትምንጥልዮ ከም ዘለኺ ይስምዖ። ብዙሓት ደቀንስትዮ ብዘይፍላጥ ምስኣተቶም ክትውዕል እንተኾይንካ ንዓይ ኣይትረኽበንን ኢኻ ዝዓይነቱ ናይ ምርጫ ቃላት ይጥቀማ። እዚ ኣዝዩ ሓደገኛ እዩ። ንሰብኣይኺ ኣብ መንጎ ክልተ ዝፈትዎም ወገናት ክመርጽ ክተገድድዮ ከለኺ ውጥረት ትፈጥርለኺ። ንዓኺ መሪጹ ምስ ስዕርኽቱ እንተ ተፈለዩ'ኳ፣ ኣብ ውሽጡ ግን ብሰንክኺ'ዩ ዓርከይ ስኢነ ብዝብል ናይ ቂም ስምዒት ይሓድር። እዚ ቂም'ዚ ድማ ውዒሉ ሓዲሩ ንፍቕርኹም ይቐትሎ። ሰብኣይ ብባህሪኡ ተቖጻጻሪ ሰበይቲ ኣይፈቱን'ዩ። ምስ ክስቶ ኣይትዛረብ፣ ምስ ክስቶ ኣይትውዓል ክትብልዮ ከለኺ ከም ሰበይቱ ዘይኮነስ ከም ኣዛዚት ኣደ ኮይንኪ ትረኣዮ። ሰብኣይ ድማ ካብ ቁጽጽር ንምምላጥ ካባኺ ተሓቢኡ ምስ ኣዕሩኽቱ ክራኸብ ይጅምር፣ እዚ ድማ ሓሶትን ምጥልላምን ኣብቲ ርክብ ይነግስ። ኣዕሩኽቱ ብሓቂ ሕማቕ ጽልዋ ክህልዎም ይኽእል እዩ፣ ንኣብነት ናብ ኪሳራ ነገር ዝመርሕዎ፣ ግዜኡ ከም ዘጥፍእ ዝገብሩ፣ ኣብ ከምዚ ኩነታት ጸርፊ ዘይኮነስ ብልሓት የድሊ፣ ኣብ ክንዲ ንዓኣቶም ምጽራፍ ስምዒትኺ ግለጺ፣ ምስኣታቶም ክትውዕል ከለኻ ኣይጸልእን እየ፣ ግን ብዙሕ ሰዓታት ስለ እተሕልፍ ንዓይ በይነይ ዝኾንኩ ይስምዓኒ በልዮ፣ ኣብዚ ንሱ በዳሊ ዘይኮነስ ፈታሒ ጸገም ክኸውን ትዕድምዮ ኣለኺ ጽቡቅ ጎኖም ርኣዪ እከለ እኮ ጽቡቅ ዓርኪ እዩ ግን ሓደ ሓደ ግዜ ከምቲ ዝገብሮ ነገር የገርመኒ ኢልኺ ርእይቶኺ ብህድኣት ሃቢ ልቢ ሰብኣይኪ ክትቆጻጸሪ እንተደሊኺ ነቲ ንሱ ዘኽብሮም ሰባት ኣኽብርሉ ቃላትኪ ነዕሩኽቱ ዘውርዱ ዘይኮኑስ ንርክብኹም ዘደልድሉ ይኹኑ። ሻድሻይ ኣብ ቅድሚ ሰብ ምውራድ። ኣብ ቅድሚ ፈተውቱ፣ ስድርኡ ወይ ደቁ ንዕኡ ዘናእሱ ቃላት ምዝራብ እዚ ንክብሪ ሰብኣይ ዝትንክፍ ዓቢ ጌጋ እዩ። ኣብ ቅድሚ ሰብ፣ ፈተውቱ፣ ስድርኡ ወይ ደቁ ንሰብኣይኽ ምንኣስ ወይ ክብሩ ምትንካፍ ንሓደ ርክብ ካብ ዝቐትሉ ዝኸፍኡ ስጉምትታት ሓደ እዩ። ንወዲ ተባዕታይ ክብሩ ካብ ህይወቱ ንላዕሊ እዩ። ለባም ሰበይቲ ንሰብኣያ ኣይትእርሞን ማለት ኣይኮነን፣ እቲ ምእራም ግን ኣብ ምስጢራውነት እዩ። ንሱ ጌጋ እውን እንተገበረ ሰበይቱ ደጋፊቱ ኮይና ክትቐርብ ኣለዋ፣ ሓሳቡ ጌጋ እንተኾይኑ እውን ብብልሓት ንሕና ከምዚ እንተገበርና ዝያዳ ጽቡቕ ይመስለኒ ኢላ ንክብሩ ትሕልወሉ። ናይ ሰብኣይኪ ጉድለት ኣብ ክዳን ከሕብእዮ ዝብል ምስላ ኣሎ፣ ጌግኡ ይኹን ድኽመቱ ኣብ መንጎኹም ጥራይ ይተርፍ፣ ኣብ ቅድሚ ሰብ ግን ንስኺ እታ ቀዳመይቲ ሓላዊት ክትኾኒ ይግባእ። ሓደ ሰብኣይ፣ ሰበይቱ ኣብ ቅድሚ ሰብ ንዕኡ ዓቢ ቦታ ክትህቦ ከላ፣ ንሱ ድማ ንዓኺ ካብ ኵሉ ዓለም ንላዕሊ ክፈትወክን ክከላኸለልክን ድሕር ኣይብልን። ክብሪ ሰብኣይኪ ኣብ ልሳንኪ እዩ ዘሎ፣ እንተኽቢርክዮ ትኸብሪ፣ እንተሕሲርክዮ ድማ ትሓስሪ። ሻውዓይ፣ ንሕልምታቱን ዕላማታቱን ምንዓቕ። ንስኻ ደኣ እዚ ክትገብር ትኽእል ይመስለካ? ውይ እዚ ሕልሚ እዩ ኢልኺ ነቲ ንሱ ክበጽሖ ዝደሊ ዕላማ ምንዓቕ። ሰብኣይ ካብ ሰበይቱ ዝደልዮ ዝዓበየ ነገር ደገፍን ምትብባዕን እዩ። ንሕልምታቱን ዕላማታቱን ምንዓቕ ማለት ንሰብኣይኺ ካብቲ ዝዓበየ ናይ ህይወት ሞተሩ፣ ነዳዲ፣ ከም ምስራቕ እዩ። ወዲ ተባዕታይ ብባህሪኡ ሃናጺ እዩ። ገለ ነገር ክሰርሕ፣ ገለ ደረጃ ክበጽሕ ወይ ገለ ዓወት ከመዝግብ ይደሊ። እዚ ድማ ካብ ሕልሚ'ዩ ዝብገስ። ንሱ ብዛዕባ ሓድሽ ስራሕ፣ ትምህርቲ ወይ ዓቢ ትካል ክዛረብ ከሎ ንዓኺ ጥራይ ዘይኮነስ ንነብሱ'ውን'ዩ ቃል ዘእቱ ዘሎ። እዚ ሕልሚ እዩ ወይ ዘይከኣል እዩ ክትብልዮ ከለኺ ነቲ ንሱ ክኾኖ ዝደሊ ጅግና ኣብ ውሽጡ ትቐትልዮ ኣለኺ። ኣብ ዓለም ብዙሓት ዓወታት ዘመዝግቡ ሰብኡት። ትኽእል ኢኻ እትብልን እትኣምነሎምን ሰበይቲ ስለ ዝነበረት እዩ። ሓንቲ ሰበይቲ ንሕልሚ ሰብኣያ ክትንዕቆ ከላ ክንፉ ትሰብረላ። ክንፉ ዝተሰበረ ሰብኣይ ድማ ንዓኺ እውን ሒዙኪ ክበርር ኣይኽእልን እዩ። ሕልሙ እንተደጊፍክሉ ግን እቲ ዓወት ናይ ክልቴኹም እዩ ዝኸውን። ሕልሙ ክሰምር እንተድኣ ሓጊዝክዮ ንሱ ድማ ንዓኺ ኣብቲ ዝለዓለ ናይ ክብሪ ቦታ ከቐምጠኪ እዩ። ቃላትኪ ንሕልሙ ዝለምልሙ ደመናታት ይኹኑ። ጽቡቕ ናይ ፍቕሪ ርክብ ንምህናጽ፣ ንጉድለታቱ ብፍቕሪ ምእራምን ንጽቡቕ ጎኑ ድማ ምምስጋንን ምትብባዕን ወሳኒ እዩ። ቃላትኪ ንዕኡ ዝሃንጹ እምበር ዘፍርሱ ክኾኑ የብሎምን። ንሎሚ ዘዳለኹልኩም መደብ እዚ ይመስል። ኣብ ዝቕጽል ቪድዮ ብኻልእ ኣገዳሲ ኣርእስቲ ክሳብ ንራኸብ ሰላም ጽንሑ።